ዌልካም መምህርና ሳብስክራይብ ድማ እባ ግበሩ።
ሎማዓንቲ ከምቲ ኣቐዲማ ዊንቲ ሓፍተይ ክትነግረኩም ዝፀነሐት ዝተፈላለዩ ኣብ ሂወትና ኣዝዮም ወሰንቲ ዝኾኑ ፈጣሪ ዘቐመጦም ነዛ ኣድማስ እዚኣ ወይ ነዛ ዓለም እዚኣ ዝቕይድዋ ብሉፃት ዝኾኑ ሕግታት ኣለዉ። ምናልባት ካልእ ሰብ ሕቕኡ ከዝረልካ ክእል እዩ። ትደኸድካዮ ዓዲ ከም ደለኻዮ ደይክፀንሐካ ክእል እዩ። ኣቲኻዮ ኣለኻ ሪሌሽንሺፕ ከምቲ እስኻ ትምነዮ ዘይክኸውን ይኽእል እዩ። እዚ ኩሉ ነገራት ናይ ደገ ስለ ዝኾነ ናይ ካልኦት ሰባት ጣልቃ እውን ስለ ደሎ ሜይቢ ከሸግረካ ይኽእል ይኸውን እዩ። ወይ እቲ ትደልዮ ዓይነት ነገር ክትረክብ ዘይትኽእል ትኸውን ኢኻ። ናብዞም ሕግታት እዚኦም መጺእና ግን እንተደኣ ብዝግባእ ከነተግብሮም ክኢልና ዋሕስና ፈጣሪ ክሳብ ዝኾነ እቲ ሕተቱ ክወሃበኩም ዝበለ ኢዱ ሰፊሕ ዝኾነ በረኸቱ ምሉእ ዝኾነ ፈጣሪ ብምንም ተኣምር ኣይገድፈናን እዩ። ኣቤት ዘሎ ሰላም ብድሕሪ እዩ ጋይስ ሕጊ ዝዘራእኻዮ ካብ ምዕጻድ ድበሃል ኣሎ ዩሲ ተፈጥሮ ባዕላ ትምህረና ነገራት ኣሎ እንተ ናብ ኔቸር ክንምለስ ክኢልና በቃ ተፈጥሮ ባዕላ ትምህረካ ብዙሕ ነገራት እዩ ኣለዋ ጋይስ ወይ ዳ ልቢልና ደይ ንሪኦ ኮይና እምበር ተዘራእኻዮ ተዓጽድ ክበሃል ከሎ ቀሊል ነገር ጌርና ኢና ንወስዶ ማለት ኩላትና ከዓ ማለት ኣብ ከባቢና ብፍላይ ሕብረተሰብና ምስ ሕርሻ ቅርበት ስለ ዝነበሮ ንፈልጦ ኢና ሓቂ ሓደ ሰብ ንኣብነት ድዘሮ እዩ ድዓፅድ ደይዘሮ ኣይዓፅድን እዩ እሺ ስርናይ እንተ ዘሪእካ እንታይ ካ ትዓፅድ እንታይ ትዓፅድ ስርና እንታይ ዳጉሻ ስዋ ናፊቕኹም ኣለኹም ማለት እዩ ዳጉሻ ትብሉ ኣለኹም ወይሳ እንተ ስርናይ ዘሪእካ በቃ እዚ ስርናይ ኢኻ ትዓጽድ ብምንም ተኣምር ጸሊም ዳጉሻ ኣይወጽን እዩ ክሊር ጋይስ ስርናይ እንተ ዘሪእኻ ስርናይ ኣትወጽእ ጣፍ እንተ ዘሪእካ ጣፍ እያ ትወጽእ መሬት በቃ ድዘራእካ በቃ ተቐቢላ ትህበካ ነማረሉ ንጭነቐሉ ነገራት የለን ማለት ኣይኮነን። ግን እንተ ደኣ ፈቒድናሉ እንተ ደኣ ኣብ ኣእምሮና ክዝራእ ፈቒድናሉ ብገዛእ ፍቓድና ኣብ ሕዛእትና ኣብ መሬትና ሕማቕ ነገር ደየድሊ ነገር ንኽዝራእ ኢና ንገብረና ተዘረ ነገር ከኣ ምብቃሉ ለይተርፍ እዩ። ድለይ ትድለ ንስኻ። ዝተፈላለዩ ናይ ህይወትን ዓወትን ምስጢራት ልብና ንኽንሃንጽ፣ ናብ ልብና ንኽንምለስ፣ ገዛእ ርእስና ንኽንቅይር ዘኽእሉና ጥበባትን ምስጢራትን ንምምሃር ኣብዚ ቻነል እዚ ሳብስክራይብ ንግበር። ናይ ደወል ምልክት እውን ትንክፍ ነብላ። እዩ ካብዚ ሕጊ እዚ ንምሃር። ሕጊ እዩ ሕጊ ምዝራእን ምዕጻድን። ሓድሽ ምህርቲ እንተ ደሊኻ ኣቐዲምካ ነቲ ምህርቲ ደምጽእ ዘርኢ ከተስተኻኽሎ ክትክል ኣለካ። ደይዘራእካዮ ኣበይ ክበቁል ኣይበቁልን እዩ። ክሊር ጋይስ። ሶ ምናልባት ብድኽነትና ነማርር፣ ምናልባት በጋጢምና ዘሎ ሽግራት እንዳማረርና፣ በዚ ሕጂ ጋጢምና ዘሎ ናይ ጥዕና ኩነታት እንዳማረርና፣ በዛ ሕጂ ካብ ካልኦት ሰባት ተጸቢና ግን ሴሮማ ደለዉ ልብና ካብኣ ተበጊስና ይቕረ ከይበልና ናብ ገዛ ርእስና ከይተመለስና እንተ ደኣ ንዕኡ ደጋጊምና ንዘሮ እንተ ደኣ ሃሊና ምንም ተባዚሑ ምውጽእ ዘይተርፍ እዩ ንሱ ተማር እንተ ደኣ ሃሊኻ ተማረሉ ኢሉ ወሃበካ ተመስግን እንተ ደኣ ሃሊኻ በቃ ነዚ ነገር እዚ ተቐቢለ ኣለኹ፣ ሓሳበይ ከዓ ከስተኻኽለ ኢልካ ስምዒትካ ባዕልኻ ተስተኻኽሎ እንተ ደኣ ኾንካ ናብ ገዛእ ርእስኻ ትምለስ እንተ ደኣ ኾንካ ኦፍኮርስ ሕተቱ ክወሃበኩም እዩ ክሊር ጋይስ ክሊር ሶ ፕሊስ ነማር እንተ ሃልና ነማረሉ ነገር ምውሳኽሉ ይተርፍ እዩ ብምንታይ ንምንታይ ድውሰኽ እንተ ኢልኩም እኒ ሓንቲ ዘርእቲ ዘረ ሓቂ ሓንቲ ሓንቲ ፍረ ዘሪእኻ ትዘረ ተባዚሓያ ግን ትወፅእ ኣብ መሬት ክንርኢ ከለና ክሊር ሓንቲ ዘርኢ እንተ ዘሪእካ ተባዚሓ ትወፅእ ኣይኮነን ንኣብነት እንተ ሪኢኹም ንእሽተይ ዘርኢ ትዘርእ እሞ ክንዲ ገለ ገረብ እዩ ዝወፅእ ኣይኮነን ድዩ ወይ ሓንቲ ፍረ ናይ መሸላ መዓት ፍረ ናይ መሸላ ሒዚያ ትመፅእ ሓንቲ ሙሉእ ክንደይ ዓለ ኣይደነ ካብ ሚእቲ ንላዕሊ ካብ ሽሕ ንላዕሊ ክኾን ይኽእል እዩ ኣብዚ ሕጂ ሰዓት እውን ልክዕ ብኸምኡ እዩ ዝሰርሕ ሓሳብ። ኣብዚ ሕጂ ሰዓት ገንዘብ ደይክህልወካ ይኽእል እዩ፣ ቦታ something ሰብ ድዩ ገለ ደይክህልወካ ይኽእል እዩ፣ ግን ብእምነት እንተ ኣለኒ እንዳበልካ ነቲ ነገርቲ ከኣ ብእምነት በቃ ጸሎትን ምስጋናን እንዳገበርካ እንተ ንዑ ትደጋግሞ ኹንካ ትዘርኦ ነቲ ዘርእኻኻ ትንከባኸቦ እንተ ኸንካ ምንክብኻብ እንታይ ማለት እዩ? ንኣብነት ሓረስታይ እንታይ ድገብር ንዘሩ ስቕ ኢሉ ይርኤን ሓቂ ማይ የስቲ ይኹስኩስ ይፅሂ ዘየድልየ ነገራት ፀሃያዩ ይፅሂ ከምኡ ገይሩ እንተ ክንከባኸቦ ክኢሉ ኣብ መጨረሻ ምብቃሉ ዶ ይተርፍ እዩ ንሕና ከዓ ነዛ ኣእምሮና ካብታ ደጋዊት ዓለም ዝመፁ ነገራት ካብ ቁፅፅርና ወፃኢ ክሳብ ዝኾኑ ዘየድልየና ሓሳብ እሽ ሃመማ እኳ እሽ ትብሎ ሓሳብ እውን እሽ ክትብሎ ትኽእል እያ ክሊር ጋይስ ዘየድልየካ ደየድልየካ ሓሳብ እንተ ኮይኑ ጀስት እሽ ክትብሎ በቃ ካብ ኣእምሮኻ ብዛዕባ ይሓስብን ኢልካን ኣብ ምስጋናኻ ክትምለስ ትኽእል ኢኻ ክሊር እንተ ደኣ ከምኡ ጌርካ ትንከባኸቦ ኮንካ ጸሎትን ምስጋና እንዳገበርካ ከ ማይ ተስትያ እንተ ደኣ ኮንካ ንልብኻ በቃ ብምስጋና ተረስርሳ እንተ ደኣ ኮንካ ናብ ከምዚ ዓይነት ልሙዕ ህይወት ትምለስ እንተ ደኣ ኮንካ ዝዘራእካዮ ነገር ተባዚሑ ምውፅእ ዘይተርፍ እዩ በቃ ካባና ዝድለ ነገር እንተ ጌርና ዕዮና እንተ ንሕና ወዲእና ኣብ መጨረሻ ፈጣሪ ይኹሉ ነገር ኣሎ ዝተኻኽሎ ዝተፈላለዩ ናይ ህይወትን ዓወትን ምስጢራት ልብና ንኽንሃንፅ ናብ ልብና ንኽንምለስ ገዛእ ርእስና ንኽንቅይር ዘኽእሉና ጥበባትን ምስጢራትን ንምምሃር ኣብዚ ቻነል እዚ ሳብስክራይብ ንግበር ናይ ደወል ምልክት እውን እንክፍ ነብላ።